ኣዕጋቢ ወሲባዊ ርክብ ዝበሃል እንከይፍሰስካ ንኽንደይ ደቓይቕ ምስ ዝጸንሕ እዩ? ምናልባት ንሰዓታት? ነዚ ሕቶ ብዙሓት ዝኾነ ዝምልስ ብመጽናዕቲ ዝተደገፈ መልሲ ኣለኒ ሓቢርኩምኒ ጽንሑ። ናይ ስነ ልቦና ሰብ ሞያ ዝኾኑ ኤሪክ ኮርቲን ጀኒ ጋርዲን ዝተባሃሉ ምሁራት ኣብ ሓምሳ መጻምዲ ሙሉእ መጽናዕቲ ኣካይዶም። ካብ እዞም መጻምዲ እዚኦም ድማ እቶም ሰላሳን ኣርባዕተን ማለት ስሳን ሸሞንተን ሚኢታዊ መልሲ ሂቦምሉ ኣለዉ። በዚ መሰረት፣ ናይ ወዲ ተባዕታይ ብልዕቲ ናብ ናይ ጓል ኣንስተይቲ ብልዕቲ ዘልኦ ካብ ዝኣቱ ጀሚሩ ክሳብ ምፍሳስ ዝህሉ ናይ ወሲባዊ ርክብ ግዜ ማለት ምስ ሳዓምንተይ ሓወስካ ኣርባዕተ ናይ ወሲብ ደረጃታት ከምዚ ዝስዕብ ንኸቐመጡ ተገይሩ ኣሎ። ቀዳማይ፣ እኹል። ካልኣይ፣ ተደላዪ። ሳልሳይ፣ ብጣዕሚ ሓጺር። ራብዓይ፣ ብጣዕሚ ነዊሕ። ብመሰረት እዚ ዝተገበረ መፅናዕቲ እዞም ናይ ወሲባዊ ርክብ ምንቅስቓሳት ዝወስድዎ ግዜ ብምንፅፃር እንትንሪኦም እኹል ካብ ሰለስተ ክሳዕ ሸውዓተ ደቓይቕ ይፀንሕ፣ ተደላይ ካብ ሸውዓተ ክሳዕ ዓሰርተ ሰለስተ ደቓይቕ ይፀንሕ፣ ብጣዕሚ ሓፂር ካብ ሓደ ክሳብ ክልተ ደቓይቕ ይፀንሕ፣ ብጣዕሚ ነዊሕ ድማ ካብ ዓሰርተ ክሳብ ሰላሳ ደቓይቕ ዝፀንሕ እንትኸውን፣ ብዝተገበረ መጽናዕቲ መሰረት ናይ መጻምዲ ኣዕጋቢ ወሲባዊ ርክብ ካብ ሰለስተ ክሳብ ዓሰርተ ሰለስተ ደቓይቕ ዝጸንሕ ይኸውን። ሕማቕ ዕድል ኮይኑ ኣብቲ ዝበዝሕ ህዝቢ ዓለም ብዙሕ ዝተስሓተ ናይ ወሲብ ኣመለኻኽታ ዓብዩ ይርከብ። ብዙሓት ኣወዳትን ኣዋልድን ብዓብዩ ናይ ወዲ ብልዕትን ለይቲ ሙሉእ ብዝግበርን ነዊሕ ግዜ ርክብ ዕግበት ዝርከብ ይመስሎም። እቲ መጽናዕቲ ከም ዘመላኽቶ ብዙሓት ኣወዳትን ኣዋልድን ስለዚ ነገር ክሕተቱ እንተለዉ ንሰላሳን ካብኡ ንላዕልን ደቓይቕ ክጸንሑ ከም ዝደልዩ ይዛረቡ። ነዚ ዝተዓዘቡ ናይ ስነ ልቦና ሓጋዚ ፕሮፌሰር ዝኾኑ ኤሪክ ኮርቲ እዚ ኩነታት እዚ ንሻቕሎት የጋልጽ፣ ብዘለካን ብዝኾንካዮን ከይትዓግብ ዝኽልክል ይመስል ይብሉ። ከምኡ'ውን እዚ ሓድሽ ዳህሳሲ መጽናዕቲ ነዞም ግጉያት ኣተሓሳስባታት ንምውጋድን ኣወዳትን ኣዋልድን ተቐባልነት ዘለዎ ወሲባዊ ርክብ ብዝምልከት ጭቡጥ መረዳእታ ረኺቦም ሕማቕ ስምዒትን ሻቕሎትን ክከላኸሉ ተስፋ ንገብር ይብሉ። እዚ ዳህሳሲ መጽናዕቲ እዚ ናይ ወሲብ ጸገም ዘሎም ሰባት ሕክምናዊ ጥቕሚ ኣለዎ። ኮርቲ፣ ሓደ ሰብ ወሲባዊ ርክብ ክንደይ ዝኣክል ግዜ ክጸንሕ ከም ዘለዎ እንተድኣ ኣተሓሳሲብዎ፣ ነዚ መረዳእታ ብምርካብ ካብ ዘለዎ ኣካላዊ ህውከትን ሻቕሎትን ንኽለቓቕን ኣብ ክንዲ መድሓኒት ምጅማር ፈለማ ብምኽሪ ክሕከምን ክሕግዞ ይኽእል ይብል። ዝተኸበርኩም ናይ ብራይት ዌብ ቤተሰብ ዓጋብ ወሲብ ኣብ ርክብ ንደቓይቕ ደኣ እምበር ንሰዓታት ኣይጸንሕን። ንተወሳኺ ሓበሬታ ምስ ሕክምና በዓል ሞያ ምምኻር ከም ዘለዎ ኮይኑ ጠቓሚ ኮይኑ እንተደኣ ረኺብኩሞ ላይክ ሸር ብምግባር ንፈታውን ዘመድን ኣካፍሉ። በብግዜኡ ዝለቆ ጠቓሚ ቪድዮ ብቐሊሉ ምእንታ ክበጽሓኩም ድማ ሳብስክራይብ ብምግባር ነዛ ናይ ደወል ምልክት ጠውቕዋ ብኡ ኣቢልኩም ድማ ንዝበለጸ ስራሕ ተተባብዑና ኣለኹም ማለት እዩ። ብኻሊእ ቪድዮ ክሳብ እንራኸብ ሰሰናዩ።